ሰላም ከመይ ትኾኑ ተኸታተልትና፣ እዚ ሕርያኹም ሕርያ ፖስት እዩ። ንሎሚ ናብ ዝሓዝናዮም ዜናታት ሕርያ ፖስት ክንሰግር ፈለማ ግን ቀንዲ ቀንዲ ርእሰ ዜናታት ናባኹም ክነብል ውጉኣት ሰራዊት ብጅምላ ተኣሲሮም፣ ብኸቢድ ተቐጥቂጦም ድማ ጉድኣት ዝበጽሖም ከም ዘለዉ ተቓሊሑ። ሳልሳይ ወያነ ትግራይ ናይ ኣስቤዛ ፖለቲከኛታት ከም ዘለዎ ገሊጹ። ኣብ ብሄራውነት ዘተሓብኡ ስዑራት ኣለዉ ድማ ኢሉ ኣሎ። ቅድሚ መረጻ ኲናት ክጅመር እዩ ተባሂሉ። ኣብ ትግራይ ኣስታት ዓሰርተ ኣርባዕተ ማሽናት ንኽልተ ከተማታት ተበርኪቱ ኽልተ ነፈርቲ ተሓምሺሸን ኣብረርተን ድማ ንሕንጢጥ ተሪፎም ኣለው ዝርዝር ሒዝና ኣለና ዝብሉን ካልኦት ሓደሽቲ ሓብሬታታት ሒዝናልኩም ቀሪብና ኣለና። ውጉኣት ሰራዊት ብጅምላ ተኣሲሮም ብኸቢድ ተቐጥቂጦም ጉድኣት ዝበፅሖም ከምዘለዉ ድማ ተቓሊሑ። ኣብ ዝሓለፈ ሰሙን ሕቶ ጥቕማ ጥቕሚ ይከበረልና ኣልዒሎም ናብ ጎደናታት ዝወጹ ውጉኣት ኲናት ኣባላት ሰራዊት ኢትዮጵያ ብኸቢድ ተሃሪሞም ኣብ ቀይዲ ከምዝኣተው ተገሊጹ። እቲ ኣብ ስልጣን ዘሎ ስርዓት ንትግራይ ሓዊሱ ካልኦት ክልላት ብሓይሊ ንመንበርከኽ ኢሉ ዘዋፈሮም ካብ ሞት ተሪፎም ጉዳይ ምጉዳእቲ ኣካል ዝኾኑ ኣባላት ሰራዊት ኢትዮጵያ ኣብ ልዕሊ መንግስቲ ተቓውሞኦም እናገለጹ ጸኒሖም እዮም። ዓመጽ እዞም ውጉኣት ናብ ካልኦት ከባብታት ከይሰፍሕ ከቢድ ሻቕሎት ዝሓደሮ መንግስቲ ኢትዮጵያ፣ ዛጊድ ኣስታት ዓሰርተ ኣርባዕተ ዝኾኑ ከም ዝኣሰረ ይቃላሕ ኣሎ። ካብዚኦም ብሰንኪ ኣብ ልዕሊኦም ዝበጽሐ ማህሰይቲ ዛጊድ ሕክምና ከም ዘይረኸቡ ተሓቢሩ ኣሎ። ካብ ሰራዊት ተሰናቢቱ ናይ ሰራዊት ክዳን ወይ ሌንጀር ተኸዲኑ ዝጸንሐ፣ ዝኾነ ውልቀ ሰብ፣ ህዝቢ ክዳን ኣውጺኡ ናብ ከባቢኡ ናብ ዝርከብ ወተሃደራዊ መደብር ከረክብ ከም ዘለዎ ከተሓሳስብ ይደሊ ክብል ሓላፊ ሚድያ ሰራዊት ኢትዮጵያ ሌተናለ ጀነራል እንዳልካቸው ወልደኪዳን ኣተሓሳሲቡ ኣሎ። እቲ ጀነራል ነቲ ዓመጽ ፖለቲካዊ ተልእኾ ዘለዎ ኮነ ተባሂሉ መንግስቲ ኢትዮጵያ ንዘካይዶ ዘሎ መረጻ ንምትዕንቓፍ ዝዓለመ እዩ ክብል ኮኒንዎ ኣሎ። እቶም ዙፋን ብኣብይ ኣሕመድ ዝምራሕ መንግስቲ ኢትዮጵያ ከውሕሱን ቃሎም ዝሰኣኑ ምስ ትግራይ ዝተገብረ ኲናት ዝተሳተፉ ከምዝኾኑ ይግለፅ ኣሎ። ኣብ ዝሓለፈ ሰሙን እቲ ኣብ ከተማ ቢሸፍቱ ሰላማዊ ሰልፊ ዝወፁ ውጉኣት ኲናት መሬት ክወሃበና ቃል ተኣትዩልና ክትግበር ኣይከኣለን፣ ቅድሚ መረፃ ቃል ዝተኣተወልና መሬት ክወሃበና ኣለዎ ክብሉ ተሰሚዖም ምንባሮም እውን ይፍለጥ እዩ። ውድብ ሳልሳይ ወያነ ትግራይ ንኣስቤዛ ፖለቲከኛታት ከም ዘለዎ ገለጹ። ኣብ ብሄራውነት ዘተሓቡ ስዑራት ኣለዉ ድማ ኢሉ ኣሎ። ኣብ ፖለቲካ ትግራይ ኢዱ ክሓውስ ንዝደሊ ገደባዊ ሓይሊ ዋና ተለኣኺ ካብ ካምፕ ሰበ ስልጣን ህወሓት ዝፍልፍሉ ናይ ኣስቤዛ ፖለቲከኛታት ኢና ዝብሉ ከም ዝኾኑ ላዕለዋይ ኣመራርሓ ሳልሳይ ወያነ ትግራይ ገሊጹ ኣሎ። ሕዚ እውን ኣብ ካምፕ ብሄራውነት ተሓቢኦም ዝኸረሙ፣ ገሊኦም ተስፋ ኣሕዲሮም፣ ገሊኦም ድማ ቃሪም ምቕራም ዝኣመሎም፣ ኣብ ዝሞተን ዝተሳዕረን ሓሳብ ክዓስሉን ክዕሰቡን ንዕዘብ ኣለና ክብል ላዕለዋይ ኣመራርሓ ውድብ ሳልሳይ ወያነ ትግራይ ኣይተ ንጉስ ኣረፈ ሓቢሩ ኣሎ። እዞም መትከል ኣልቦ ዝበሎም ሓይልታት ምስ ዕጡቕ ተኸዊሎም ኣንፃር ካልእ ዕጡቕ ክገጥሙ ድርኩኪት ዝረገፁ ብምዃኖም ብሄራውነት ከውግዑ ምስሉይነት ከምዝኾነ ፅሒፉ ኣሎ። ብምዃኑ ውድብ ሳልሳይ ወያነ ትግራይ፣ የማነ ፀጋም፣ ከይላጋዕ ኣባላቱን ኣመራርሕኡን ኣብ ቃልሲ ብሄራዊነት ይዓሙ ከምዘለዉን ፖለቲካ ትግራይ ዝፍታሕ ንኹሎም ፖለቲካ ሓይልታት ዝሓቁፍ ናይ ሓባር ናይ ስግግር ስርዓት ብምትካል እዩ ኢሉ ከምዝኣምን እውን ኣቃሊሑ ኣሎ። ብዝሓለፈ መዓልታት ኣባላት ውድብ ናፅነት ኣብ ኣሰላልፋ ዘለዎ ናይ ዓቕሚ ድሩትነት ንሰሜን ዝጸመደን ንደቡብ ዝደመረን ኮይኑ ከም ዘሎ ላዕለዋይ ኣመራርሓ ውድብ ናጽነት ገብረስላሴ ካሕሳይ ገሊጹ ምንባሩ እውን ይዝከር'ዩ። ቅድሚ መረጻ ኲናት ክጅመር'ዩ ተባሂሉ። ትካል ሃገራዊ ድሕነት ኢትዮጵያ ናብ ኣብይ ኣሕመድ ቅድሚ መረጻ ኲናት ክጅመር ከም ዝኽእል ዝገልጽ ጸብጻብ ቀሪቡ። ብጥምረት ሓይልታት ጽምዶ ኣብይ ኣሕመድ ቅድሚ መረጻ ምክያዱ ኲናት ክጅምሩ ምድላው ከምዘጻፈፉ ዝገልጽ ጸብጻብ ብሄራዊ ድሕነት ኢትዮጵያ ከምዝተውሃቦ ዶክተር ሚልኬሳ ሚደጋ ሓቢሩ'ሎ። ንሱ ኣረጋጊጸዮ እየ ብዝበሎ ሓበሬታ ሓይልታት ትግራይን ኤርትራን ብልጽግና መረጻ እንተካይዱ ተመሪጸ እየ ኢሉ ንዓለም ከደናግር ስለዝፍትን ቅድሚ መረጻ ኣብ ልዕሊኡ ስጉምቲ ክውሰድ ኣለዎ ዝብል መደምደምታ በጺሖም ዝብል ከምዝተነገሮ ሓቢሩ'ሎ። ብፍላይ ድማ ኣብ ፖርት ሱዳን ንጥምረት ሓይልታት ሱዳን፣ ቤንሻንጉል ጉሙዝ፣ ኦሮሞ፣ ኣምሓራ፣ ሶማሌ፣ ትግራይን ኤርትራን ዘሳተፈ መድረኽ ፅምዶ ኣብ መንግስቲ ኣራት ኪሎ ከቢድ ታሕሚስ ከምዝተፈጠረ ዶክተር ሚልኬሳ ኣነፂሩ ኣሎ። ብተወሳኺ ኣብ ትግራይ ሓድሽ መንግስቲ ድሕሪ ምምፅኡ ንፖለቲካዊ ድባብ ናይ ኢትዮጵያን እቲ ዞባ ብመሰረቱ ከምዝቐየሮ ትግራይ ትኹረታ ፀላኢና ብዝበለቶ ብልፅግና ክስገብር ከምዝሓገዝ ኣብሪሁ። እቶም ትማሊ ምስ ኢትዮጵያ ተሰሊፎም ኣብ ልዕሊ ትግራይ ፅንተት ዝፈፀሙ ሓይልታት ሎሚ ብኣንፃሩ ምስ ትግራይ ተሰሊፎም ኣንፃር ኢትዮጵያ ክዋግኡ ዘሟሙቑ ዘለዉ ትግራይ ብኽልቲኡ ሸነኽ ብዝመፅእ ሓዊ ከንድድዋ ከም ዝኽእሉ ስግኣት ብዙሓት ኾይኑ ኣሎ። ኣብ ትግራይ ኣስታት ዓሰርተ ኣርባዕተ ማሽናት ንኽልተ ከተማታት ተበርኪቱ። ምክትል ኮሚሽነር ኮሚሽን ሓርበኛታት ኣይተ መሓሪ ኣሰፋ እቲ ኮሚሽን ተጠቃምነት ሓርበኛታትን ስድሮኦምን ንምርግጋፅ ይሰርሕ ምህላዉ ኣካለት ስራሕ ዝኾነ ዓሰርተ ኣርባዕተ ዘመናዊ ስፌት ማሽናት ንዒስራ ብማሕበር ዝተወደቡ ሓርበኛታት ከተማ ዓድዋን ፍረዊን ከምዝረከበ ሓቢሮም። ነቶም ንሓርበኛታት ዝተውሃባ ማሽናት ስፌት ብብር ሽዱሽተ ነጥቢ ሓሙሽተ ሚልዮን ወፃኢ ዝተዓደጉ ኮይኖም ዓሰርተ ክልተ ዘመናዊ ስፌት ክዳን ክልተ ዓበይቲ ሰፈይቲ ጎልፎ ከምዝኾነ እውን ተፈሊጡ ዩ። ኣብ ትግራይ ቁላሕ ዝብሎም ኣካል ዘይረኸቡ፣ እኹል ሕክምናን ደገፍን ብዘይምርካቦም ተጠሊምና ዝብሉ ድምፂ ዘስምዑ ኣሽሓት ውጉኣት ኲናት ተደጋጋሚ ሰለማዊ ሰልፊ ከምዘካየዱ እውን ዝዝከር ዩ። ክልተ ነፈርቲ ተሓምሺሸን ኣብረርተን ድማ ንሕንጢጥ ተሪፎም ኣለዉ። ኣብ ምርኢት ፍላይኦቨር ኣይዶ፣ ክልተ ነፈርቲ ውግእ ሓይሊ ባሕሪ ኣሜሪካ ኣብ ኣየር ከምዝተጋጨዋ ተገሊጹ። ትማሊ ሰንበት ኣብ መደበር ሓይሊ ኣየር ማውንቴን ሆም ኣብ ዝተኻየደ ምርኢት ኣየር፣ ክልተ ነፈርቲ ውግእ ሓይሊ ባሕሪ ኣሜሪካ ቦይንግ ቲኢኢ ዓሰርተ ሸሞንተ ጂ ኣብ ማእኸል ኣየር ከም ዝተጋጨዋ ተፈሊጡ ኣሎ። እቲ ሓደጋ ብኣቆፃፅራ እታ ሃገር ሰዓት ዓሰርተ ክልተን ዓሰርተን ዘጋጠመ ኮይኑ እተን ክልተ ጀት ኣብ ቅድሚ ተዓዘብቲ ዝተፈላለዩ ናይ ኣየር ምልዋጥ ምርኢት እናካየዳ ከለዋ ከም ዝተጋጨዋ ተገሊፁ እዩ። ካብ ኣሜሪካ ሓይሊ ባሕሪ ብዝተረኸበ ሓበሬታ፣ ኣብተን ነፈርቲ ዝነበሩ ኣርባዕቲኦም ሰራሕተኛታት፣ ፓይለት፣ ቅድሚ እቲ ሓደጋ ካብተን ነፈርቲ ብሰላም ክወጽኡ ከምዝኸኣሉን ኣብዚ እዋን'ዚ ድማ ብክኢላታት ሕክምና ብቐረባ ክትትል ይግበረሎምን ይምርመሩን ከምዘለዉ ተፈሊጡ። ኣብ ዝተፈላለዩ ማሕበራዊ መራኸብታት ዝዛወሩ ምስልታት እተን ክልተ ነፈርቲ ውግእ ድሕሪ'ቲ ኣብ ማእኸል ኣየር ዝተፈጸመ ምግጫው ኣብ ዝተፈላለዩ ቦታታት ተበታቲነን ኣብ ዝተፈላለዩ ቦታታት ክወድቃ የርእዩ ኣለዉ። ሓይሊ ባሕሪ ኣሜሪካ ብግዲኡ፣ ምኽንያት ናይቲ ሓደጋ ንምፍላጥ ወግዓዊ ምርመራ ከምዝጀመረ ኣፍሊጡ ኣሎ። ዝኸበርኩም ተኸታተልቲ ሕርያ ፖስት፣ ሎሚ ዝተዳለዉ ሓደሽቲ ሓበሬታታት ነዞም ዝተኸታተልኩምዎም ይመስሉ ነይሮም። ነቲ ሰናይ ምክትታልኩም ድማ ኣዚና ኢና ነመስግን። ሰላም!